ምዕራፍ ዓሰርተ ሓሙሽተ ዘመነ ዩኤል እዞም ነገራት እዚኦም እሙናትን ሓቅን ስለ ዝኾኑ ጸሓፍዮም ዝብል ድምፂ ሰማዕኩ። ከም ብሓድሽ ድማ ብመንፈስ ምስ ጎይታ ነበርኩ። ኣብ በሪኽ ደይብ እውን ኣዝዩ ልዒሉን ድምፁ እውን ከም ነጎዳ እዩ ዝጥዕም ዝነበረ። እንሆ ኣቲ ምድሪ እዞም ነገራት እዚኦም ካብ ቀደም ዝነበሩን ዘለዉን ዝመጹን እዮም። ኣነ መጀመርታን መወዳእታን እየ። ንዓይ ንፈጣሪኹም ኣገልግሉ፣ ኣነ ህይወት እምበር ሞት ኣይሃብኩኹምን። ካብቲ ክፍኣትኩም ተነስሑ፣ ንስመይ ጸውዑ፣ ኣነ ኸኣ ከሕውየኩምን ከናግፈኩምን እየ። እዞም ኣብዚ መጽሓፍ እተንብብዎም ነገራት ሓቂ እዮም፣ ቀልጢፎም እውን ክፍጸሙ እዮም። እቲ ግዜ ቀረባ ስለ ዝኾነ ተነስሑ፣ ጎይታ ክብሪ ቀልጢፉ ክመጽእ እዩ። ዓስቢ እቶም ንጽምኣተይ ነቒሑም ዝጽበዩ ኣዝዩ ክዓቢ እዩ። እታ መዓልቲ ይኾነት እታ ሰዓት ስለ ዘይትፈልጥዋ ነቶም ንእምነተይ ንጽድቀይን ዝሓለዉ ከኽብሮም እየ። ቅድሚ ምፍላጦም በረኸተይ ኣብኦም ክፍጽም እየ። ነቶም ንጻውዒተይ ዝተኣመኑን ንስመይ ዘይከሓዱን በረኸት ኣዳልየሎም ኣለኹ። ኣነ እብል ኣለኹ እንተ እቶም ብስመይ ዝተጸውዑ ህዝበይ ርእሶም ኣትሒቶምን እንተጸልዮምን ይቕረ ክብለሎም ክጥዕዩም ንኹሉ ምርኮም ክመልስ እየ። ኣነ ነቶም ዝኣምኑንን ብእምነት ንስመይ ዝጽውዕዎን ክሰምዖምን ከናግፎምን ፍቓደይ እዩ። ጾም ቀድሱ፣ ኣዋጅ ኣውጁ፣ ኣኼባ ጸውዑ፣ ነቶም ሽማግለታትን ንዅሎም ተቐመጥቲ ምድርን ናብ ቤተይ ኣክቡ፣ ናባይ ከኣ ኣእውዩ። ተጠንቀቑ፣ እታ መዓልቲ ጐይታ ከም ሰራቒ ዀይና ብለይቲ ኽትመጽእ ኣላ እሞ፣ ተዳለዉ። እወ፣ እታ መዓልቲ ቐሪባ እያ፣ እመኑኒ ኣነ ከኣ እተን ኣንበጣ ባርኖስ ካልኦት ሓሳኹን ዝበልዕወን ዘጥፍእወንን ዓመታት ክኽሕሰኩም እየ። እቶም ኣነ ዝጸዋዕክዎም ኣባላት እቲ ሓያል ሰራዊት ካብ ናይ ገዛእ ርእሶም መንገድን ስልጣንን ኣይወጹን እዮም። ዓበይቲ ድንቅን ክገብሩ ኣነ ሓይሎም ስለ ዝኾንኩ ዝስዕሮም የልቦን ድምፆም ከም ድምፂ መለኸት ክወፅእ ከም ነጎድጓድ እዮም ኩሉ ከዓ ኣነ እግዚኣብሄር ኣምላኾም ምዃነይ ክፈልጥ እዩ ኣሜን